ሰላም ክቡራት ተኸታተልቲ ሓበን ሚድያ ከመይ ቀኒኹም? ክቡራት ሰማዕትና እዚ ታሪኽ ንዓኹም መምሃሪ ንክኸውን ብስምኩምን ብስም ተኸታተልትና ኣዚና ነመስግን። ብምቕጻል ካባኹም ንደልዮ ሼር ላይክ ሳብስክራይብ ብምግባር ክትተባብዑናን ክትድግፉናን እንዳተላበና ናብቲ ታሪኽ ነብለኩም። ዘዋሪ ልበይ ሓቀኛ ፍቕሪ ድዩ ሒዝኒ ንውሽጠይ ደጋጊመ እየ ዝሓቶ ኣዝየ ዘዋርየ ማለተይ ንዝረኽብኳ ጓል ሓቀኛ ፍቕሪ ዝሓዘኒ ይመስለኒ እሞ ቁሩብ ኣዋርሕ ምስ ኣምሰሕለፍኩ ግን ዘይፈልጦ ጽልኣት እዩ ዝመጸኒ። በቃ እንድዒ ልበይ መናው ድያ ክብል ወይስ ዘዋር እዩ። ስመይ ኣቤል ይበሃል፣ ወዲ ዕስራን ሸሞንተን ዓመት እየ። ኣብ ስደት ምስ ኣዕሩኽተይ ድማ ይቕመጥ። ከምዚ ኣቐዲመ ክብለኩም ዝጸናሕኩ ኣዝየ መናውን ዘዋርን እየ ዝነበርኩ። ምስ ህያብ ሌላና ኣብ ሓደ መርዓ እዩ ነይሩ። ኣነ ዓርኪ ርእሲ ንሳ ድማ መሓዛ ኮይና ኢና ተላሊና። ክዳን ክንመርጽን ንመርዓውቲ ክንሕግዝን ድማ ብዙሕ ግዜ ክንራኸብ ጀመርና። ህያብ ስቕ በሃሊትን ምስ ሰብ ቀልጢፋ ዘይትቐርብ ጽብቕቲ ጓል እያ። ብኣንጻሩ ኣነ ድማ ኣዝየ ሕጉስን ውዑይን ዝዀነ ባህሪ እዩ ዘለኒ። ሓቂ ዘረባ ብመልክዐይ'ውን ኣዝየ እየ ዝምካሕ ነይረ። ሓደ መዓልቲ ድማ ዳኒ ዓርከይ ማለት እቲ መርዓዊ ደዊሉ ክንራኸብ እሞ ገለ ዝጎደለ ንብረት ክንገዛዝእ ምኾንና ይነግረኒ። ድሕሪ ቁሩብ ሰዓታት ድማ ናብ ቦታ ቆጸራና ተረኸብኩ። ህያብ ድማ ቀንዲ መሓዛ መርዓት ስለ ዝነበረት ምስ መሓዛኣን ዳኒ ዓርከይን እያ ጸኒሓትኒ። ብድሕሪኡ ኮለል ክንብል ጀመርና። መርዓውቲ ቀቅድሜና ንሕና ድማ ደድሕሪኦም እንዳኸድና ንብረት ክንገዛዝእ ጀመርና። ህያብ ድማ ስቕ በሃሊት ስለ ዝዀነት ብሓይሊ ከዛርባ ጀመርኩ። ህያብ ግን ከምዚ ቅጭ እንዳመጽኣ ትምልሰለይ ዝነበረት ኰይኑ ዝስምዓኒ ዝነበረ። ከይተረድኣኒ ብውሽጠይ በይነይ ክዛረብ ጀመርኩ። ካልኦት ኣዋልድ ከላልያን እንዳጸዓራስ እንታይ ኰይና'ያ ጥዑይ ገይራ ዘይትምልሰለይ? ኢለ በይነይ ክዛረብ ጀመርኩ። ወዲእና ድማ ንገዛና ተመለስና። ንዳኒ ዓርከይ ደዊለ ድማ ስለ ህያብ ከዕልለኒ ሓተትክዎ። ዳኒ ድማ ብሕርቃን ኣታ ወዲ ስነስርዓት ግበር፣ ከምተን ዝሓለፋ ዲኻ ክትገብራ ደሊኻ? ህያብ ኣዝያ ጥዕይቲ ሰብ እያ ተጠንቀቕ ከይትቐርባ ድማ በለኒ። ውሽጠይ ገለ ነገር ተሰምዖ፣ ከይተረድእኒ ብዛዕባኣ ደጋጊመ ክሓስብ ጀመርኩ። መቸም ከምዚ እናበለ መዓልቲ መርዓ በጽሐ። ህያብ ድማ ኣዝያ ጸቢቓን ደሚቓን ነበረት። ምስ ካልእ ዓርኪ ርእሲ ስለ ዝነበረ ድማ ኣዝዩ ይቕንእ ክስምዓኒ ጀመረ። ውሽጠይ እውን ኣዝዩ ይርበሽ ነበረ። መቸም ከምዚ እናበለ መርዓ ሓለፈ። ንህያብ ድማ ቁጽሪ ተሌፎና ክትበኒ ሓተትክዋ። ክድውለላ ፍቓደኛ ከም ዘይኮነት ነገረትኒ። ከምዚ ተባሂለ ስለ ዘይፈልጥ ኣብ ዘይፈልጦ ህልኽ እያ ክተእትወኒ ዝጀመረት። ስለምንታይ ብንዕቀት ትጥምተኒ ኣላ? እናበልኩ ብዛዕባኣ ክሓስብን ከሰላስልን ጀመርኩ። ምስ ነብሰይ ድማ ኣብ ክትዕ ኣተኹ። እንታይ እየ ዝኸውን ዘለኹ? ከምተን ዝሓለፋ ሃነይታ ድዩ ወይስ ፍቕሪ? ደጋጊመ ንነብሰይ ሓተትኩዋ። ወላ ሓንቲ መልሲ ክረክብ ኣይከኣልኩን። ውሽጠይ ግን ደጋጊመ ክረኽባ ከም ዘለኒ ጥራይ እዩ ዝስምዐኒ ነይሩ። ንዳኒ ዓርከይ ድማ ዝስምዐኒ ዘሎ ኩሉ ኣዕለልኩዎ። ኣዝዩ እንዳተገረመ ድማ ኣታ ወዲ ኣረጋግጽ፣ ወላ ሓንቲ ዘይብልካ እንተኾይኑ ከይትቐርባ፣ ኣብ ገለ ከይተእትወና እንዳበለ ከጠንቅቐንን ክምዕደንን ጀመረ። ኣነ ድማ ቁጽሪ ተሌፎና ጥራይ እየ ክትበኒ ደልየ በልክዎ። ዳኒ ዓርከይ ድማ ክህበካ እየ ጸገም የለን ቅድሚኡ ግን ብዛዕባኣ ቁሩብ ከዕልለካ ኢሉ ዕላል ከፈተ። ኣነ ድማ ብዛዕባኣ ምስማዕ ብጣዕሚ ስለ ዝሃርፎ ዝነበርኩ ብታሕጓስ ሕራይ በልክዎ። ዕላሉ ጀመረ። ህያብ ኣዝያ ጥዕይቲ ሰብ እያ። ምስ ሶሊ ሰበይተይ ካብ ቀደም ነዊሕ ዓመታት እየን መሓዙት ነይረን። ሶሊ ኣብ ዛዕባ ዕሊላትኒ። ንህያብ ኣዝያ ተፍቅሮ ኣፍቃሪ እዩ ነይርዋ። ግን ኣዝያ ትጸልኦ ኩሉ ግዜ ዘባእሶምን ወልፊ ናይ መስተ ነይርዎ። ሓደ መዓልቲ ክቕየር እዩ እንዳበለት ድማ ኩሉ ነገራ ብእምነት ንዕኡ ሂባ። ኣብ ዝበላ እንዳተረኸበት ፍቕሪ ትልግሰሉ ነበረት። ንሱ ግን ሸለል እንዳበላን ካብኣ እንዳረሓቐን ክመጽእ ጀመረ። ልባ ኣዝዩ ዝጎድኣ ነይሩ። ፍረ ናይ ፍቕራን እምነታን ድማ ንሓንቲ ጓል ከምዘጥነሰን ንዓኣ ጉቡኣ ክገብረላ ከምዘለዎን ክኾና ከም ዘይክእልን ነገራ። ሶሊ ከም ዝነገረትኒ፣ ኣብቲ ግዜ ብዙሕ ዕድላት ከም ዘምለጣን ንወዲ ክትቀርብ ከም ዝጸልኦቶን ምስ ብኽያት ምውዓላ ከም ዝነበረት እያ ኣዕሊላትኒ። ብድሕሪ እዚ እዩ ድማ ቁስላ ክትሕክም ምስ ዝኾነ ወዲ ክትቀርብ ትሽገር ሰብ ዝኾነት በለኒ። ውሽጠይ ድንጋጸ መልኣ። ቅድሚ ሕጂ ጓል ሄዋን ኣብ ቅድመይ ክትበኪ ወላ ሓንቲ ዘይስመዐኒ ዝነበረ ሕጂ ግን ውሽጠይ ድንጋጸ ክመልእ ተሰመዐኒ። በቃ ልበይ ደባሰ ኩና እናበለ ክርብሸኒ ተሰመዓኒ። ዳኒ ዓርከይ ድማ ዕላሉ ምስ ወደኣ እንካ እሞ ተሌፎና መሓዛ ወይ ድማ ደባሲ ልባ ኩና በለኒ። ተሌፎና ተቐቢለ ድማ ንገዛይ ኣትየ ክድውለላ ተሃንጠኹ። ደዊለ ድማ ሄሎ ህያብ ዶ ትኾኑ በልኩዋ። እወ ጽቡቕ ኣለኻ መን ክብል በለትኒ ኣቤል'የ ዓርኪ ዳን ንበልኩዋ ሃይ ኣቤል ከመይ በለትኒ ልበይ ትርግታኣ ክትውስኽ እንዳ ተፈለጠኒ ኣምላኽ ይመስገን ህያብ ሓፍተይ ፍቓደኛ ተኾይንኪ ክረኽበኪ በልኩዋ ጸገም የለን በለትኒ ካልእ መልሲ ዝጽበ ዝነበርኩ ሕራይ ብምባላ እንዳ ተገረምኩ ንራኸበሉ ቦታ ተነጋጊርና ቻው ተበሃሃልና ድሕሪ እታ ናይ መጀመርታ ምርኻብና ውን። ደጋጊምና ክንራኸብ ጀመርና። ተሰሚዑኒ ዘይፈልጥ ናይ ፍቕሪ ስምዒት መመሊሱ ክስምዐኒ ጀመረ። ሓቂ ዘረባ ንፍቕሪ ክሓታ ኣዝዩ ፍርሓት ክስምዐኒ ጀመረ። ምኽንያቱ ብሕሉፍ ህይወተይዶ ትመዝነኒ ትኸውን እናበልኩ ክደፍር ተሸገርኩ። ግን ዝኾነ ይኹን ጨኪነ ክሓታ ወሰንኩ። ህያብ ግን ብሕሉፍ ታሪኻ ስለ ዝተጎድእት ክትኣምነኒ ተሸገረት። ኣነ ድማ ንሓዳር ከም ዝደልያ ብተደጋጋሚ ነገርኩዋ። ህያቢ ድማ ንሕቶ ፍቕረይ ተቐበለቶ። ከይደንጎና ድማ ናብ ሓዳር ክንኣቱ ተሰማማዕና። ንስድራ ነጊርና ሕጽር ዝበለ መርዓ ጌርና። ኣብ ጥዑም ናይ ፍቕርን ናይ ሓዳርን ጊዘ ኣለና። ናይ ዝሓለፈ ህይወተይ ምልስ ኢለ ክርእዮ እንከለኹ፣ ፍቕሪ ማለት ሃድን ዘይኰነስ ዕረፍቲ ምዃኑ ተረዲኡኒ። ብዙሓት ሰባት ከምቲ ኣነ ዝገብሮ ዝነበርኩ፣ ብብዝሒ ኣዋልድ ንልቦም ከጸናንዑ ይፍትኑ እዮም። እቲ ሓቂ ግን ካብ ሓንቲ ጽብቕቲ ልቢ ኢኻ ትረኽቦ ሰላም ምስ ሽሕ ኣዋልድ ብምዛር ኣይርከብን እዩ። ሎሚ ነታ ዝተበደለት ልቢ ክልብስን ክከናኸንን ከለኹ፣ ንነብሰይ ውን ዓቢ ትምህርቲ ሂበያ ኣለኹ። ፍቕሪ ማለት ንዝተሰብረ ምጽጋን፣ ንዝሓዘነ ምድባስ፣ ከምኡውን ንዝተጠልመ እሙን ኮይንካ ምርካብ እዩ። ምኽረይ ንኹሉ ሰብ እዚ እዩ። ልቢ ሰብ መጻወቲ ኣይኮነን ክትሰብሮ ቀሊል እዩ ክትጽግኖ ግን ዓቢ ጅግንነት ይሓትት። ሓቀኛ ሰብኣውነት ዝግለጽ ነታ ማንም ዝሓደጋን ዝጎደኣን ሰብ ፍቕሪ ሂብካ ክትቅይራ ክትክእል ከለኻ እዩ። ናይ ብሓቂ ምስ ኣፍቀርካ ጥራይ ኢኻ ነቲ ኣብ ውሽጥኻ ዘሎ ባድኖት ክትመልኦ ትኽእል። ዛንታ ኣቤልን ህያብን ኣብዚ ይዛዝም። ዘዋሪ ልበይ ብዝብል ኣርእስቲ ክዘንትወልኩም ጸኒሐ።